ፖለቲካዊ ኩነታት ሃገርና መን እዩ ዘሽከርክሮ ዘሎ? ምስ ኤርትራ፣ ኣሜሪካ፣ ሃገራት ዓረብ ዝግበር ዘሎ ርክብ እንታይ ከስዕብ ይኽእል? ብስሩ ከ ምስ መን እዩ እቲ ቀንዲ ምትእስሳር ክንብል ንኽእል? ካብዞም ስልጣን ዝኒሀ ሓይሊ ንነዊሕ ግዜ ኣብ ውሽጢ ኢህኣዴግ ኮይኑ ብዝተፈላለየ መገዲ መገልገሊ ናይ ካልኦት ኮይኑ ዝፀንሕ ዝነበረ እዩ። ባዕሎም እኮ ይምስክሩ ኣለዉ። ጠቕላይ ሚኒስትር ኣብይ ንዓሰርተ ሓሙሽተ ዓመት የቐብል ነይረ ብውሽጢ ኮይነ ንኦነግ የገልግል ነይረ ይብል። ምሳኹም ኮይነ ይሰርሕ ነይረ ተሓባብረኩም ነይረ ይብሉ ንግንቦት ሸውዓተ ናይ ግንቦት ሸውዓተ መራሒ ኣሜሪካ ከይዱ ምስ ኤርትራ ራኸቡኒ ኢሉና ረኺድና ኢብናዮ ፕረዚደንት ኢሳያስ ኣይኣምኖን ኢሉና ኣይንኣምኖ ኢና ምሳና እኮ ይሰርሕ ነይሩ ኢልና ኣብ ውሽጢ ህወሓትን ኣብ ውሽጢ ኢህኣዴግን ኣብ ውሽጥና ኮይኑ እናገበለ ዝኸይድ ዝነበረ እዩ መገልገሊ ናይ ካልኦት ኮይኑ ዝኸይድ ዝነበረ እዩ ሓምሻይ መስርዕ ዝበሃል እዚ እዩ ባንዳ ዝበሃል ከም ዝበለ እዩ ንዓዲ ሰርሐ ኣለኹ ኢሉ ዓብዪ ትካል ዝመርሑ ዝነበሩ ሰባት ዋጋ ዕዳጋኦም ምስ ካልእ እዩ ናይ ኣሜሪካ ፕረዚደንት ትራምፕ ውዕል ነይሩኒ ውዒል ገይረ እየ ኢሎም ኣብ ኣደባባይ ወፂኦም ተዛሪቦም እንታይ ትውዕል ክሳብ ሀዚ ኣይፈለጥናን። መገልገልቲ ናይ ካልኦት ከም ዝነበረ ምንም ጥርጥር የብልናን። ባንዳ ኮይኑ ውሽጢ ኮይኑ ሓምሻይ መስርዕ ዝበሃል ታሪክ ኣሎ። ናትካ መሲሉ መገልገሊ ካልኦት ማለት እዩ። ሓምሻይ መስርዕ ዝበሃል ሓደ መስርዕ ይኸውን። ኣርባዕተ መስርዕ ናትካ እንተኾይኖም ምሳኻ መሲሉ ንኻልኦት ዘገልግል ማለት እዩ። ከምኡ ኮይኑ ዝሰርሕ ዝነበረ ሓይሊ እዩ። ስለዚ እዛ ከም ዝበለ ሓይሊ ሉዓላውነት ናይ ሃገር ኣኽቢሩ ክኸይድ፣ ሉዓላውነት ናይ ህዝቢ ኣኽቢሩ ክኸይድ፣ ስልጣን ናይ ህዝቢ እዩ፣ ሃገር ናይ ህዝቢ እዩ። ሉዓላውነት ሃገር ዝበሃል ሉዓላውነት ህዝቢ ማለት እዩ። ሉዓላውነት ሮባ ኣይኮነን። ሉኣላውነት ሽንጥሮ ኣይኮነን፣ ሉኣላውነት ጎቦ ኣይኮነን። ሉኣላውነት ናይዚ ቦታ እዚ እቲ ህዝቢ እዩ። እዚ ህዝቢ እዚን እቲ ሃገርን ሉኣላውነቶም ኣሕሊፉ ዝሃበ ምዃኑ እታ ንሪኣ ዘለና እያ። ሎሚ ፔትሮ ዶላር እዩ ናይ ሃገርና ሉዓላውነት ዝዕድግ ዘሎ ሎሚ ኣሜሪካ ከም መንግስትን ከም ህዝብን ኣይንውሰዶ ዓብዪ ሃገርን ብዙሕ ጥበብን ስልጣነን ዓቕምን ዘለዎ ህዝቢ እዩ። መኽረርቲ ትካላት ኣብ ውሽጡ፣ መኽረርቲ ውልቀ ሰባት ኣብ ውሽጡ ናይ ቀለም ዓመፅ ከም መገዲ መሳርሒኦም ዝጥቀሙ ኢዶም ዘእተውሉ እዩ ኢዶም ዘእተውሉ እዩ ናይ ኣሜሪካ ትካል ብጣዕሚ ብዙሕ እዩ ብጣዕሚ ገዘፍቲ እዮም ኩሎም ትካላት ከም መንግስቲ ኮይኑ መኺሩ ዝገበሮ ድዩ ገና ክንሪኦ እንተነኣሰ ግን ጽንፊ ዝኸዱ ናይቲ ኒዮሊበራሊስት ናይ ጽንፊ ዕዳጋ ዝርኡ ብብዙሕ መገዲ ዝተኣሳሰሩ ኣብ እናኸዱ ዓመፃ ትፍቲ ንፍቲን ዝብሉ ናታቶም ኢድ ከም ዘለዎ ግን ምንም ጥርጥር የብሉን ነቲ ዝነበረ ሕመቕ ተበሊፆም ነቲ ዝተለዓዓለ መንእሰይ ተበሊጾም ውሽጥና ናይ ውሽጥና ሕመቕ ዝፈጠሮ ኣብ ውሽጥና ኮይኑ ግን ንዕኦም ዘገልግል ዝነበረ ዝተበለፅሉ ኩነታት ከም ዝነበረ ዘጠራጥር ኣይኮነን። ስለዚ እዚ ከም ዝበለ ሓይሊ ሉዓላውነት ህዝብን ሉዓላውነት ሃገርን ኣኽቢሩ ክኸይድ ከም ዘይኽእል ባዕሉ ይምስክሮ ኣሎ እዚ ናብታ መጻወድያ ስለ ዝኣተወ ዕግርግር መውጽእ ጨኒቕዎ ኣሎ እዚ ኣብ ከባቢና ሰላም ነጊሱ ምስ ጎረባብትና ዝነበረና ምትእምማን ንኢትዮጵያ ከም መሓዛን ከም ክብርን ተቐቢሉ ዝኸይድ ዝነበረ ህዝቢ ኣብ ምንታይ ንኣቱ ኣለና እዚ ንሪኦ ኣለና ዙርያ ጥምጥም እዚ ሉዓላውነት ሃገርና ዝደፍር ፀላእቲ ክወሩና ይኽእሉ እዮም ተባሂሉ ዝምፅ ዘሎ ካበይ መጺኡ ኢሉ ክሕተት ኣለዎ። ባዕልኻ ፈጢርካዮ ኢኻ ክብሎ ኣለዎ ህዝቢ ኢትዮጵያ። ኣይነበረን ክበሃል ኣለዎ። ኤርትራ እንዶ ሰላም ገይረ ይብለና። ኤርትራ ኢትዮጵያ ኣይወረረትን ኤርትራ ዝወረሩና ፕረዚደንት ኢሳያስ እዩ። ተቃሊዑ ኣፍሪቃ ሓድነት ወሪርካ ኢኻ መውፃእ ሰላም ገበሩ ኢልዎም ናይ ካሕሳ ኮሚሽን ዘጣየሽናዮ ብሓባር ኣፅኒዑ ሰራዊት ኤርትራ ዶብ ሰጊሩ ኣብ ትሕቲ ኢትዮጵያ ዝመሓደሩ ዝነበሩ ግዝኣታት ብሓይሊ ብምሓዙ ዝተፈጠረ ፀገም እዩ እዚ ኹናት እዚ ላያብሊቲ እዩ ካሕሳ ክኸፍል ኣለዎ ዕዳ ኣለዎ ወራራይ ንሱ እዩ ኢሉ እዩ ወዮ ደኣ ይመስሎም ኣሎ ፕረዚደንት ኢሳያስ እምበር ናይ ዓለም ትካላት ስለ ዝመስከሩ ጥራይ ኣይኮነ ናይ ባዕሎም ኮማንደራት እውን ነቲ ስርዓት ገዲፎም ምስ ወፁ ብዕሊ ዝዛረብዎ ኣለዎ ዝወረረ ኢሳያስ እዩ ኪዱ ኢሉ ህግማት ዶብ ሰጊርና ናብ ኩናት ዘእተወና ንሱ ይብሉ ኣለዉ እዚኣ ዝገጠመትና ሰንኪ ተወሪርና እምበር ኣይወረርና ነዚኣ ከዓ ትክፈል ዋጋ ከፊልና ሰላም እናረጋጊፅና ንኸይድና ነይሩ እዚ ናብ ዕግርግር ተኣትዩ ዝኒሀ እንታይ ኣምፅዎ ክበሃል ኣለዎ እንተተሎ ሉኣላውነት ናይዛ ሃገር ዝድፈር እንተኾይኑ ተመሊስካ ምስ ዘየድሊ ሓይልታት ኣብ ኩናት ዝእቶ እንተኾይኑ ባንዳታት ስለ ዝበዝሖ ኣይኮነን ባንዳ ኮይኑ ዘገልግል ዝነበረ እታ ዝቐለተወሎም ቃል ከም ማልኣ ብጋህዲግ ስለ ዘይከኣለ እዩ እምቢ ስለ ዝበሎ ህዝቢ ኢትዮጵያ እዩ እምቢ ስለ ዝተባሃለ እዩ እምቢ ስለ ዝበለ ህዝቢ ትግራይ እዩ ኣይገውንን ስለ ዝበለ ህወሓት እዩ ኣይኸውንን እዩ ስለዘሎ እዩ ህዝብታት ኢትዮጵያ ምስ ህዳሴ ተሓሒዙ ምስ ካልኦት ተሓሒዙ ተቐርቂሩ ኣሎ መዋፅእቲ ክፈጥር ኣሎ ዕንጊሉ ንዕኦም እዩ ክወፅ ህዝቡ ውሽጡ ውሽጡ እንታይ እዩ ተሰማሚዑ ምስ ኤርትራ ዝፈልጥ ሰብ የለን ማንም እንታይ ምስ ግብፂ ኣሲሩ ማንም ዝፈልጥ የለን እቶም ከገልግለኩም እየ ዝበሎም ኣብዚኣ ተቐርቂሩ ክፍጽማ ስለ ዘይከኣለ ሸዓ ንሸዓ በል እስኪ እዛ ማይ ትመልኣ እሞ ክንርኢ ይብልዎ ኣለዉ። ኣብ ከምዚ ዓይነት መንቀራቐር የእቱ ኣሎ ዓዲ ናብ ሓደጋ ኣውዲቕዎ ኣሎ ነዚ ህዝብታት እዚ ናብ ሓደጋ ኣውዲቕዎ ኣሎ ነዚ ዘሎ ስርዓት ዘሎ ጉጅለ ከድሕነና እዩ ዝብል እምነት ክህልዎ የብሉን ህዝብታት ኢትዮጵያ ትሰ ኣለዎ ቃለስ ኣለዎ ሉዓላውነቱ ከኽብር ዓዱ ከኽብር ሰላሙ ከኽብር ትሰ ኣለዎ ህዝቢ ትግራይ እዚኣ ይፈልጥ መሪሕ ውድብ ኣለዎ ፅኑዕ መንግስቲ ኣለዎ ብመሰሉ ዘረጋገፆ ትካላት ኣለዎ ትካላቱን ባዕሉን ሓደ ኮይኑ ሰሚሩ ክከላኸል እዩ ክንዲ ዝተኻእለ እቲ ካሊእ እውን ግን ከምኣ ክትሰ ኣለዎ ተዘየሎ ዘልኣለም መስዋእቲ ተኻፋላይ እዚ እቲ ካሊእ መማዕደዋይ ኮይኑ ሓብ ሓደ ሃገር ክህልወካ ኣይኽእልን። ቅድም ክብል ምስ ኢትዮጵያ ስጡም ርክብ ዝነበረን ሃገራት ከም ቻይና፣ ህንዲ፣ ሱዳን ብቲ ሕዚ ዘሎ ኩነታት ከመይ ዓይነት ርክብ ክህልየና ኢልኻ ይሕሰብ?
ተስፋ ገብር ብሓይሊ ብውግእን ዶባት ከም ዘይኽበር ኩሎም ክፈልጡ ይግባኣኒ እንተሃልዩ ዝግባኣና ይብልዎ ሱዳን ዝፀንሐ እዩ ሓድሽ ዝተላዕለ ኣይኮነን ናብ ኩናት ሀዚ ዘእቱ ኩነታት ክህሉ የብሉን በዚ ወገን እዚ ናብ ኩናት ዝደፍእ እንተሃልዩ በቲ ወገን እቲ እውን ናብ ኩናት ዝደፍእ እንተሃልዩ ግጉይ እዩ ክበሃል ኣለዎ ወይ ኮፍ ኢልካ ክውዳእ ኣለዎ ብዘተ ወይ ከዓ ክልቲኡ ዝሰማምዕሉ ናብ ዳኛ ከይድካ ክፍታሕ ኣለዎ። ኩናት መፍትሒ ሰለ ዘይኸውን እዩ። ንክልቲኡ ሃገር ጎዳኣይ ስለ ዝኸውን እዩ ብከምዚ ክተሓዝ ኣለዎ ዝብል እምነት ኣለኒ። ዝበለፀ ኣገልግሎም እየ ዝብሎም ኣለውዎ። ቻይና ኣብ ኢትዮጵያ እንታይ ግደ ተፃዊቶም ኩሉ ህዝብና ይምስክር፣ ዓለም እውን ይምስክር። ኢትዮጵያ ኣብ ዝሓለፈ 27 ዓመታት ተምሳሌት ድኽነትን ተምሳሌት ፀልማትን እንተይኮነስ ተምሳሌት ብርሃን ተምሳሌት ኣብ ሓፂር እዋን ዝተረኣየ ምዕባለ ሞዴል ናይ ዝምዕብላ ዘለዋ ሃገራት ኮይና ዝወፀትሉ እዩ። ንዓሰርተ ሓሙሽተ ዓመት ዝኣክል ካብ ዓሰርተ ካብ ሚእቲ ንላዕሊ ኣጠቓላሊ ሃገራዊ ዕብየት እናመዝገበ ዝመፀ ሃገር ኣብ ዓለም ዓሰርተ ላዕለዎት ፀውዑት ተተባሂሉ ሃገርና ኣብኡ እያ። እንታይ ኣምፅዎ እንታይ ሃፍቲ መፅኡ ነዳዲ ድዩ ተረኺቡ ሓድሽ ዝነትዐት ናይ ተፈጥሮ ሃብቲ ድዩ ተረኺቡ ፅፍሪ ሓረስታይና እዩ። ማሕረሻ ሓረስታይናን ጉልበት ሓረስታይናን ድሌት መንግስትን ድሌት ልምዓትን ስለ ዝተዋሃደ እዩ። ሰላም ስለ ዝረኸበ እዩ። ኩሉ ቀልቡ ጸላኢኡ ድኽነት ጥራይ ምዃኑ ስለ ዝፈለጠ እዩ። ካብ ጫፍ ክሳብ ጫፍ ደቡብ፣ ሰሜን፣ ምብራቕ፣ ምዕራብ፣ ማእከል ዘሎ ኢትዮጵያዊ ኣብ ዝኾነ ይኹን ይኸይድ ጸላኢኻ መን እዩ ተባሂሉ እንትሕተት እንተሎ ድኽነት ይብል ነይሩ። ድኽነት ጥራይ ከመይ ትስዕሮ ሰሪሕና ብጽፍርና ሰላምና ሒዝና ሚእቲ ሚልዮን ዝኣክል ህዝቢ ከምዚኣ ብሓንቲ ጭርሖ ዝሓዘ ህዝቢ እዩ እዩ ዘሚቱ ኣንጻር ድኽነት ኣብ ማንም ቦታ ይርከብን ከምዚ ዝበለ ሃፍቲ ነዳዲና ንሱ እዩ ነይሩ ዝነትዐ ናይ ተፈጥሮ ንሱ እዩ ነይሩ እቲ ዝልውጣ ሃፍቲ ዘምፅእ ሰብ ስለ ዝኾነ ህዝቢ ስለ ዝኾነ ፀላዩ ስለ ዝፈለጠ ፀላኢኻ እዚ ኢሉ ዝመርሖ ውድብን መንግስትን ስለ ዝነበሮ እዩ ፅኑዕ ንልምዓት እዩ ጠጠው ዝበለ። ሐዚ እውን ልምዓት፣ ፅባሕ እውን ልምዓት፣ ድሕሪ ፅባሕ እውን ልምዓት፣ ልዕሊ ልምዓት ሰላምን ካሊእ የለን። ንሱ እዩ ነቲ ዴሞክራሲ እውን መሰረት ዝኾኖ። ንሱ እዩ ንኹሉ ነዚ ሃገር እዚ ዝልውጥ ኢሉ ስለ ዝሓዘ እዩ ፀኒዑ ምስኡ ደው ስለ ዝበለ ተኣምር ዝኾነ ርእዩ እዩ። ቻይና ኣብዚ ሕላገት ኣለዎም ዘይርሳዕ። ዘይርሳዕ ህዝብና ዘይርስዖ ህዝብታት ኢትዮጵያ ዘይርስዕዎ ብኩሉ መዐቀኒ ኢትዮጵያ ኣብ ሙሉእ ኣፍሪቃ ሽዱሽተ ዓድታት ጥራይ ነይሮም ብድሕሪያ ገሊኦም ዝፈረሱ እዮም ከም ናይ ሶማል ዝበሉ ኣብ ከቢድ ኩናት ዝነበሩ ውሕዳት ድሕሪ ኩሉ ኢና ነይርና ሎሚ ኣብዘን ሓፀርቲ ዓመታት እንታይ ተፈጢሩ እዩ ቻይና ብምሉእ ዓቕሞም ኣትዮም ሞዴል ረኺብና ኢሎም ልምዓት ዝተሰእ ህዝብን ኣመራርሓን መንግስትን ኣሎ ኢሎም ካልእ ኣይኮነን እዚ ዘናደዶም እንተ ተፈጢሩ እኒኦ ኢትዮጵያ እውን ኣብ መንጎ ነዚ ዘናደዶም ንናይ ቻይና መዕከኒ ዓግት፣ ኮንተይንመንት፣ ናይ ቻይና ኢሎም እውን ዝኣተውዎ እዩ። ግዳይ ምንሕናሕ ናይ ዓበይቲ ሓይልታት እውን ኮይንና ኣለና ኢልና ክንሪኦ ግቡእ ይኸውን። ብዝተረፈ ግን ናይ ቻይና ግደብ ልምዓት ናይ ኢትዮጵያ ህያብ ኣይኮኑን ውህብቶ ኣይኮኑን ሂቦምና ምሳና ግን ተሰሊፎም ንሓባር ረብሓ ንናይ ሓባር ረብሓ ቻይና ወሃቢት ንሕና ተቐበልቲ ጥራይ ኣይኮንና እንካሃባ ንኩላህና ዝጠቅም መገዲ ኢና ሕዝና ንኸይድ ነይርና እሶብ ብከምዚ ዓይነት እምነት ኣትዮሞ ዝነብሩ ሰኸኽ ክብሉ እዮም ሰኸኽ እውን ኢሎም ኣለዉ እሶም ጥራይ ኣይኮኑን ኩሉ ተሃንዲዱ ኢትዮጵያ ፅቡቅ ስርዓት ዘለዎ ልምዓት ዝተሰእ ህዝብን መንግስትን ኣሎ ኢሉ ዝኸይድ ዝነበረ ህዚ ኣብ ሰንከልከል ተኣትዩ ኣሎ ዝተዓፀወ፣ ዝፈረሰ፣ ዘየፍሪ ዘሎ ብዙሕ እዩ። እንኳይ ኮረና ተወሲኽዎስ እቲ ዘክፍእሉ ሃዋህው ፖለቲካዊ ሃዋህው ገንዘብ ዝፈስስ ሰላም ናብ ዘለዎን ክለምዐሉን ከፍርየሉን ናብ ዝኽእል እዩ። እዚ ኢትዮጵያ ክነፍርየላ ንኽእል ኢና ኢሉ ዝርኣ የለን ዝሃድማ ተዘይኮይኑ ኣብ ማዕዶ ኮይኑ ኣብ ሓፁር ኮይኑ ዝፅምት ይህሉ። እተን ዝርካበን ትግራይ ሰላም ኣሎ ኢሉ ክመፅእ ዝደሊ ከዓ ካብ ንፈልጣ እያ ካብ ቦሌ ኤርፖርት ናብዚኣ ሓሊፉ ንክመፅእ ክንደይ በትርን ምጉጣጥን ከም ዝበፅሖ ተኸራኺሩ ብክንደይ ፈንቂሉ ከም ዝመፅእ ንፈልጥ ኢና ሰጥ ዓዲ ንድሕሪት ይምለሰ ኣሎ ስለዚ እቲ ናይ ቻይና በቲ ዝነበሮ እምነትን በቲ ዝነበረ ደረጃን ክስለፉ እዮም ኢልካ እቲ ዘሎ ኩነታት ኣየኽእሎምን። ዝድርበ ገንዘብ የብሎምን። ክፈሪ ንሶም እውን ክጥቀምሉ ካሊእ እውን ክጥቀመሉ መሓዛ ክኾኑ ይደልዩ እዮም። ነዚ ዝኽእል ኩነታት ኣሎ ዶ? እንኳይ ንቻይናስ ንኢትዮጵያውያን ንባዕልና እውን እዛ ሃገር እዚኣ ናበይ እያ ትኸይድ ዘላ ኢሉ በዚ እያ ትኸይድ ዘላ ኢሉ ብርግፀኝነት ክዛረብ ዝኽእል ሓይሊ የለን። ህዝቢ ትግራይ ብዙሕ መስዋእቲ ከፊሉ ብዙሕ ገፍዕታት ሐሊፉ ኣብዚ ዝበፅሐ እዩ። ሕማቕ እንትፍደ ይረኣይ ኣሎ እሞ እንታይ ዓይነት ቕዋም ሒዙ ክቃለስ ኣለዎ ትብል ህዝቢ ትግራይ? ህዝብና ክሪኦ ዘለዎ ሓድነት እንትብል ኩሉ ሕብረተሰብ ኣብ ትግራይ ጥራይ ከይኮነ ኣብ ካሊእ እውን ዝኾነ ሕብረተሰብ ሓደ ሰብ ዘንበል ዝብል ዘይብሉ ሓደ ጉጅለ ዘንበል ዝብል ዘይብሉ ኩሉን ኩሉን ኣብ ሓንቲ ዕላማ ክስለፍ ኢልካ ኣብ ሓደ እዋን ኩሉ ኣብ ሓንቲ ተረኺበ ይፈልጥ ናብ ወዲ ሰብ ኣብ ትግራይና እውን ከምኡ እዩ ህዝቢ ትግራይ ኣብ ታሪኹ ሃፍታም እዩ እንመን ከዲዖሞ ኣብ ግእዋን ቃልሱ ኣብ ዝተፈላለዩ ዝሓለፉ ቃልሱ መን ናበይ ከይዱ እንታይ ገይሩ ይፈልጥ እዩ ፀቢቑ መፅሖ እዩ እዚ እናረኣዮ ዝመፀ እዩ ካብ ናይ ደገ ፀላእቲ ኣብ ውሽጢ ኮይኖም እንታይ ከም ዝጎድእዎ ይፈልጥ እዩ ስለዚ እዚኦም እዞም ከምዚ ዝበለ ፌፆ ዝፈጥሩ ሓበላ ዝፈጥሩ ረብሐኦም ዘቐድሙ ረብሓ ህዝቢ ኣይንታዮም ዝኸድዕዎ እዮ ነዚ ሕብረተሰብ እዚ ባንዳ ዘብሎም ከዓ ንሱ እዩ ኸዲዖም ስለ ዝኾዱ እዮም እኒኦም እንዶ ንመን ምዃኖም ክንፈልጦ ኢና እዚ ጥራይ ዝኸድዕዎ ኣይኮነን ኣብ ፀበባ እዋን ከዲዖሞ ዝኸዱ እዮም ኣብ ፀበባ እዋን ውድብ ኣባሪሩና ዝብሉ ኣለዉ ንሰምዕ ኣለና ኣብ ሚድያ ተጋግዮም ውድብ ራሕሪሖሞ ዝኸዱ ንሶም እዮም ሕዚ ተመሊሱ መምህር ናይ ዴሞክራሲን ናይ ፍትሕን ክኸውን በሪሁ የግዳስ ኣብታ ዘለዋ ተሓሽኪሩ ተሓሽክርንኡ ሒዙ ይቐፅል ህዝቢ ትግራይ እንታይ ክብሎም ዝብሎ ከም ዘሎ ክፈልጥ ኣለዎ ኣብዚ ኣብ መቐለ ሃዲሞም ዝኸዱ ኣለዎ ህዚ ስሑል ሚካኤል ኮይኖም ሓድሽ ታሪክ ክሰርሑ ዝፍትኑ ኣለዉ ይኸዱ ይፈትንዎ ህዝቢ ትግራይ እንታይ ይብሎም ኣሎ ክፈልጡ እዮም ቦትኦም ክረኽቡ እዮም ድሓር ፅባሕ ስለዚ ህዝብና በዚኦም ነዚኦም ሪኡ ክሕርን እዩ ዝግብኦ እዚኦም ዝኸድዑ እዮም ኢሉ ንዕኦም ተስፋ ዘይገብረሎምን ክረኣ ዝኽእል እዩ ኢሉ እዩ ክፈልጥ ዘለዎ ውራዩ ጥራይ እዩ ዝኸይድ በቲ ሸርተት በለ በቲ ሸርተት በለ ህዝቢ እዚ ፅኑዕ ውድብ ኣለዎ ፈታዊኡን ፀላኢኡን ዝፈልጥ ህዝቢ እዩ። ህዝብና ተጋጊዩ ህዝቢ ኣምሓራ ፀላኢና እዩ፣ ህዝቢ ኦሮሞ ፀላኢና እዩ፣ ህዝቢ ሶማል ፀላኢና እዩ ኢሉ ይፈልጥን ሓንቲ መዓልቲ እውን ኣይተወፅኦን። ኣሕዋትና እዮም፣ ቤተሰብና እዮም ሓደ ሃገር ኢና ኢሉ እዩ ምስኦም ተሰሊፉ ንሰሪሑ እቲ ህዝብታት እቲ እውን ኣብ ልዕሊ ህዝብና ከምኡ ዓይነት ፅልኢት ዘለዎ ከይመስለና እተብ ልዕሊ ህዝብና ዝፈርድ ዘሎ ኤሊት ዝበሃል ዝሰኸረ ክንቃለሶ ኣለና ከም ህዝብና ክንቃለሶ ኣለዎ ግን ከምዚኣ እናበሉ ነዛ ሃገር እዚኣ ክብትንዋ ተዳልዮም ኣለዉ ህዝብና እንተኮይኑ እታ መሰሉ ኣሕሊፉ ንኦም ኣይህብን ዘለዎ መማረፂ ኩሉ ክፉት እዩ ንህዝብና ምሩፅ ቅድሚ ኩሉ ተኸባቢርና እንነብረሉ ናይ ሓደ ሃገር ኩሉ መሰሉ ኣኽቢሩ ኣይፋሉን እንተይሉ ተቓሊሱ ዝረኸቦ እንድዩ ዋጋ ከፊሉ ዝረኸቦ እንድዩ ሕገ መንግስትን ሕገ መንግስትን ዘብሎ ዘለዎ እዚ እዩ ሕገ መንግስቲ እዚ ብደም ዝተፅሓፈ እዩ ብኸበሮን ብእምብልታን ኣብ ፋሪስ ኣብ ዋሽንግተን ብካፌ ኮፍ ኢልካ ዝተፅሓፈ ኣይኮነን ብደም እዩ ተፃሒፉ ብናይ ሰማእታት ደም ዝተፅሓፈ ሕገ መንግስቲ እዩ ህዝብታት ኢትዮጵያ ከምኡ እዮም ዝርእይዎ ይቃለስሉ እዮም